እስከ ሎማዓንቲ ነዘን ናእሽቱ ኣሕዋትና ገለ እንታይ ርእየን ዓብያ ኣለዋ ቁሩብ ገለ ክንብለን ማለት ክንደየና ይኮ ከይሰምዓና እቲ ሶሻል ሜድያ እቲ ሜድያታት ብምሉእ በተን ፅሉላት ደቂ ኣንስትዮ እንዲ ተታሒዙ ዘሎ ሕጂ ጓል ኣንስተይቲ ድማ ኩሉ ግዜ ቃልጢፈ እያ ብሰባት ትሰድዕ ቃልጢፈ እያ ሓዱሽ ነገር ክትፍትን ትደሊ ምሽ ትሪኢኹሞ ከምዚ ሓዱሽ ክዳን ተመፅኡ ኩለ ንገብሮ ሓዱሽ ቁኖ ተመፅኡ ኩለ ንገብሮ ሓዱሽ ገለ ፋሽን ተመፅኡ ኩለን ሕጂ ንደቂ ኣንስትዮ ጠጠው ክተብለን ቁርብ ይኸብድ እዩ ግን ክርዳእክን ኣለዎ ሓደ ነገር ንሱ ከላይ እንታይ መሲልክን ወዲ ተባዕታይ ሓደ ነገር ባህሪ ኣለዎ ንሱ ከላይ እንታይ መሲልክን ወዲ ተባዕታይ ንፆታዊ ርክብ ዝደለየካን ንሓዳር ዝደለየካን ሰማይን ምድርን ፍልልይ ኣለዎ ኣብዚ ክን ኩላክን ፈይል ትገብራ ዘለኽን መብዛሕትኽን ትጋገዮ እንታይ መሲልክን ኣብዚ እዩ ላይክ ረኺባ ሳዕሲዓ ቪውስ ተራኢላ ብዙሕ ሰብ ርኢላ ብዙሕ ሰብ መሰጅ ጽሒፍላ ብዙሕ ኮመንት ረኺባ ማለት ብቕዕቲ ጓልያ ማለት ኣይኮነን ምክንያቱ ብዝያዳ ከማነይ እዘን ደቂ ኣንስትዮ እዚአን እተን ፈይልት ዝገብራ እተን ኣብ ሓዳረን ብዙሕ ወዲ ዘይደለን ደቂ ኣንስትዮ ዝበሃላ እተን ኣብ ሶሻል ሜድያ ማዓኮረን ከሪያ ጡበን ከሪያ ገለመለ ዝውዕላ ደቂ ኣንስትዮ እየን እዚአን ደቂ ኣንስትዮ እዚአን እተን ፈይልት ዝኾና ዝወደቓ ደቂ ኣንስትዮ እየን ኣብ ሓዳረን ማለት እዩ መብዛሕተን እዚአን ከምዚአን ዓይነት ደቂ ኣንስትዮ ሲንግል ማም ገለ ኮይነን እየን ዝሓልፍኦ ኣብ መወዳእታ ኣብ ናይ ጭንቀት መድሃኒት እየን ዝወጥቃ ከላ እዩ ኣይወልዳ ይብላ ይገለ ገሊአን ድማ ማለት እዩ ሕጂ ካብዚአን ደቂ ኣንስትዮ ክትመሃራ የብልክን ገሊአን ጭንቀት ዘለዎን ደቂ ኣንስትዮ ሕሉፍ ሓሊፉ ክንሲ በዓል ካርዲቢ ሪሃና ገለ ንዐን ኢኽን ከም ሞዴል ክትሕዘአን ትፅበያ ዘለኽን እዚአንሲ መብዛሕተን ስትሪፐርስ እየን እዚ ማለት ከምዚ ወረቀት ዘለወን ኣመንዝራታት እየን ንዚሀን ክትሪኣ የብልክን ምክንያቱ ኣብ ሓዳረን ኩለን ፈይልት ዝገበራ እየን ኩለን ዕስራ ወዳት ሰላሳ ወዳት ዝበፅሐን እዚ ማለት ከላይ ኖኖ ግድን ክረክብ እየ ወላ መዓኮረ ያርኤ እዚ ልዝን ገይረስ ኣብ መወዳእታ ሰብኣይ ሓደ ሃን ክገብር እየ ያ ሃን ክትገብራ ትኽእላ ይኽን እቲ ስኽን ትደልኦ ወዲ ግን እቲ ንስኽን ትብህግኦ ኣብ ገዝኡ ሓላፊ ብቑዕ ወድ ተባዕታይ ደቅኽን ከዕብየልክን ዝኽእል ንሓዳሩ ዝጠቅም ወድ ተባዕታይ ክትረኽባ ግን ኣይትኽእላን ኢኽን እሲ ክንትጽገማ እቲ ሲ ክንትደልዮዎ ተባዕታይ ንክትረኽባ ማለት እዩ እዚ ክንትጽገማ ንዕድሜኽን ክሃድም ከሎ ሽዑ ሰላሳታት ግምግም ክትብላ ከለኽን ወዲ ኢልክን ሓደ ክትሕዛ ኢኽን ድሕሪ ክልተ ዓመት ድማ ክትፋትሓ ኢኽን ወይ ድማ ክልተ ሰሙን ሕጂ እቲ እዘን ደቂ ኣንስትዮ ንኣሽቱ ነዚአን ትሪእያ ዘለኽን ሓሶት እዩ እዚ ወዲ ተባዕታይ ላይ ንፈቶክን ኢና ጎ ብዙሕ ወዲ ተባዕታይ ይደልየክን እዩ ብዘይ ባእኽን ክንነብር ኣይንኽእልን ኢና ጎ ንሕና እዘን ሆውስ ማለት እዚአን ዘወርቲ ዋንጫ ብዙሕ ዘርኢ ዘለዎ ተባዕታይ ግድን እዩ ክንተድልያና ንፈትወክን ኢና ግን ንምንታይ ኢና ንፈትወክን ነታ ንብረት ዘላትክን ማለት እዩ እሳ ምስ ረኸብና ግን መዓስ እየን ዝወፃ ካብ ዝገዛ ኢና ንብል ፕሊስ ክርዳእክን ክኽእል ኣለዎ ወዲ ተባዕታይ ክጥቀመልክን እዩ ዝደሊ እዚ እዩ ምክንያቱ ንሓንቲ ምስኣ ክትድቅስ ምድላይን ንመርዓ ምድላይን በቦይኒ ንመርዓ ንደልያ መብዛሕትና ደቂ ተባዕትዮ መብዛሕትና ማለት እዩ ጀነራል ክንሪኦ ተኮይና መብዛሕትኡ ወዲ ተባዕታይ ማዕኮራ ክትኸፍት ትውዕል ገለ ክተርኢ ትውዕል ገለ ኣይፈቱን እዩ ፕሊስ ላይክ ረኺባ ገለ ገለ ኢልክን ናብኡ ገጽክን ናብዚ ዓይነት ታሽሙ ናብዚ ዓይነት ውሕጅ ኣይትእተዋ ናብቲ ዝውሕዝ ዘሎ ማይ ኣይትጸንበራ ኖኖ በይንኽን ፍልይ በላ ከምቲ ዝነበርክን ኦኹና ምክንያቱ ንስኽን ኢኽን ሕጉሳት ኮንክን ክትነብራ ትኽእል ኣብ ሓዳርክን ውላድ ሓዳር ንዘለኣለም ዝነብር ፍቕሪ ድማ ንጓል ኣንስተይቲ እቲ ቀዳማይ ሓጎስ ዝፈጥረላ እዩ እዚ ስታዲ ዝተገበረ ነገር እዩ መብዛሕትአን እዘን ከይወለዳ ምስ ከልቢ ገለ ዝዓብያ ኣብ ሓምሳ ሱሳ ዝወልዳሉ ዕድመ ምስ ሓለፈን ቆልዓ ይንፈቱን ኢና ገለ ዝብላ ነበርና ኣብ ሰላሳታት ሓዳር ኣይንደልን ኢና ገለ ዝብላ ዝነበራ ኣርባዓ ሓምሳ ሕልፍ ምስ በልኦ ኣብ ናይ ጭንቀት መድሃኒት እየን ዝወድቅ ላይፍ ኢዝ ብጣዕሚ ነዊሕ ህይወት ክሳብ ሰላሳን ሓሙሽተን ኣርባዓ ኣይኮነን እቲ ዘለኹንኦ መዓኮርክን ላይክ ዝበክን ገለ ድማ ኣርባዓን ሓሙሽተን ምስ ኮንክን ላይክ ዝህበክን የለን ዝህበክን የለን ኣርባዕን ሓሙሽተን ምስ ኮንክን ሕጂ እዚኢታት ክርዳእክን ኣለዎ ናይ ወድ ተባዕታይ ክትመዝኖ ኣለክን ንስኽን ስነ ስርዓት ዘለክን ደቂ ኣንስትዮ ክትኾና ኣለክን ሁ ኬርስ ብዛዕባ ሶሻል ሜድያ ላይክ ምርካብ ገለመለ እዚ ኣገዳሲ ኣይኮነን ላይክ ሂብከ ሃይብክ ትርጉም የብሉን ምክንያቱ ኩሉ ሓሶት እዩ ጽብቕቲኺ ከምዚኺ ገለ ዝብልኹ ኩሉ ግዜ እታ ተገድሶም ንብረት ምሳኺ ስለ ዘላ ጥራይ እዩ ተዘይኮይኑ ንሓዳር ኣይደልዩኽን እዮም ክጥንቀቓ ኣለክን ካብዚኢታት እልይ ክትብላ ኣለክን ብፍላይ ተን ንኣሽቱ ተን ዝኸዳ እኮ ከይደን እየን ሕጂ ክንዲ እወ ተጋጊና ዝብላ እንታይ ማለትካ እዩ ይ ክብለ እየን ሕጂ ምክንያቱ ከምኡ እየን መብዛሕተን ተን ኣብ ከምኡ ዓይነት ሂወት ዝኣተዋ ዝድምሰስ ታሪክ ስለ ዘይኮነ ኩለን ብኡ ገይረን እየን ታሽሙ ዝኾና እዚ ናይ ደቂ ኣንስትዮ ፍሉይ ባህር እዩ ተን ንኣሽቱ ኣብ ከምዚ ዓይነት ሂወት ዘይወደቅክን ዘለኽን ድማ ፕሊስ ክጥንቀቓ ክትኽእል ኣለክን ፒስ